ሽመይ ተጋዳላይ ሙርፅ ለኣከ ይበሃል። ዝተወለድኩሉ ኣብ ሽረ እንዳስላሰ ቀበሌ ዜሮ ክልተ እዩ። ቅድሚ ነይረኒ ፅቡቕ እዩ ኣብ ትምህርቲ እየ ነይረ ምህንድስና ተመሪዐ ኣብ ኮንስትራክሽን ናይ ግሊ እንዳሰራሕኩ እየ ፀኒሐ ነይረ። ቅድሚ ጥቅምቲ ከባቢ ኣብ ሽረ ስልጢነ ኣብ ስታዲየም ሽረ ሽዐ ሰልጢነ ያው ሽዑ ብዙሕ ግዜ ስለ ዘይነበረ ተሎ ኢልና ናብ ክስታይ ናቲና ሲጋ ናብ ምልዓል ናብ ሓገዛት ኢና ኣቲና ሽዑ ኣብ ደሓር ድሕሪኡ ፀላኢ ምስ ኣተወ ዛና ሰልጢና ማለት እዩ ሙሉእ ስልጠና ወሲድና ኣብ ምንጥል ሙሉእ ስልጠና ወሲድና ብድሕሪኡ ድሕሪ ድሕሪ ወርሒ ስልጠና ናብ ኣሃዱ ናብ ኣርሚ ሓደ ተፀምቢርና ኣብ ታዕሊም ብጣዕሚ ፀጋማ ሽዑ ኩሉ ክባን ዕፅዋን ስለ ዝነበረ እቲ ከባቢ እንዳዋፀ እንዳበለ ዳጉሻ እያ ነይራ ሽዑ ዳጉሻ ቅጫ ጋዓት እናበላዕና ያው ዝተረኸበ ዓኹ ጋባ ከባቢ ሽዑ እዩ ነይሩ ሽዑ እንዳበልና ያው ታዕሊምና ወዲእና ናብ ናብ ኣህዱታት ተፀምቢርና ናይ መጀመርታ ምስቲ ምንም ንፈልጦ ነገር ኣይነበረን ያው ኣብ ስቪል ዓለም ኢና ነርና ምንም ስለ ተኹሲ ስለ ድምፂ ምንም ንፈልጦ ነገር የለን ሽዑ መጀመርታ ክንኣትኸልና ያው ድንጋፂታት ነይሩ ማለት ሓድሽቲ ስለ ዝኾንና ምንም እውን ስለ ተኹሲ ዝበሃል ንፈልጦ ነገር ኣይነበረናን። ደሓር ግን እንዳለመድናዮ እንዳለመድናዮ ያው ኩሉ እንዳለመድናዮ ከይድና ያው ምስ ሻዕብያ ነይሩ ኣጋጣም ኣነ መጀመርታ ብፈለማይ ዝኣተኹላ ደብዳባት ገለ ነይሩ ሽዑ ንእሽተይ ምንም ድምፂ ስለ ዘይንፈልጦ ንእሽተይ ምድንጋጣት ነይሩ። ደሓር ግን ናይ መጀመርታ ውግና ዝገበርናላ ዕዳጋ ሰሉስ እያ ነይራ። ያው ንእሽተይ ምስቲ መጀመርታ ናይ ምዃንና ስኢሉ ክስታይ ነገር ፈጢሩልና እምበር ሓንቲ ነገር ሰዓ ብጣዕሚ ዝተፈተናላ ኣብ ዳባት ኣርሚ ዓሰርተ ሓደ ጎርሚት ዓሰርተ ሓደ ቀይሕ ኮኸብ እየ ነይረ ያው ኣጋጣሚ ኣብ ከቢድ መካናይዝድ እየ ነይረ ኣብ ዲሽካ እየ ሒዘ ነይረ ኣብ ዳባት ተኻየደ ዳባት ብጣዕሚ ንፍቲ ዳባት ንፍቲ ቦታ ንምብፃሕ ብከባቢ ሰለስተ መዓልቲ ብእግሪ ተጓዒዝና ጥሜትን ቁርን ማይ ኣይፍለየን ዓዲ ኣምሓራ እዩ ነይሩ ኣይፍለየን ብጣዕሚ ሽዑ ሕማማት እውን ነይሩ ከምዚ ዓሶታት ገለመለ ነይሩ ሽዑ ብጣዕሚ ከቢድ ውግእ ዘካየድናሉ ሸዓ ነይራ ዳባት ሽዑ ዝነበረ ዓውደ ውግእ ብጣዕሚ ከቢድ ነይሩ ያው ብዓወት ኢና ከድና እቲ ኩነታት ናይ ኩነታት ፅዕንቶ ናይቲ ተፈጥራዊ ክስታይ ንእሽተይ ተፅዕኖ ገይሩልና ሽዑ ነበረ ተጋዳላይ ብጣዕሚ እንድዒ ብጣዕሚ ሓቦኛ እንድዒ ክገልፆ ኣይትኽእልን ዝኹለይ በረክታ ጎቦታት እዩ ብጣዕሚ ሕማቅ ቦታ ተጻዊሩ ኢሉ ኣብቲ ቦታ በጺሑ ከባቢ ሓሙሽተ መዓልቲ ውግእ ኣካይድና ስንቂ ይመጸካን ስንቂ ብጣዕሚ ርሑቕ ስለ ዝነበረ ስንቂ ክመጸ ይኽእልን በቃ ኣብ ዘሎ ኣብቲ ከባቢ ድንሽ ናፍሓርካ ዘለትካ ረሽን እንዳ ቆጠብካ እያ ነይራ ብጣዕሚ ፈታኒት ሽዓ እያ ነይራ ብጣዕሚ ንፀላኢ እውን ሽዑ ኣኽሲርናዮ ንእሽተይ ናይ ኩነታት ኣየርን ናይ ኩሉ በቃ ናይቲ ዝረሓቕ ቦታ እውን ንእሽተይ ተፅዕኖ ገይሩልና ያው ንምምዕርራይ ያው ተሳሒብና ማለት እዩ ዳባት ብድሕሪት ኢና ኣዚና ንሕና ያው ብቆረፀ ናብ ቆረፀ ኢና ኣዚና ንሕና ናህና ኣርሚ ናብ ቆረፀ እያ ኣትያ ብዑ ብጎንደር እዩ ዝመፅእ ነይሩ እቲ ናቱ ሓይሊ ኣብ ደባርቕ ማለት ደባርቕ ሓሊፍና ኢና ቆሪፅናዮ ደባርቕ ብቕድሚት እዩ ነይሩ ደባርቕ ቆሪፅና ኢና ናብ ዳባት ከባቢ ቆረፃ ኣቲና ማለት እዩ ያው እቲ ሓይሊ ዝመፀ ነይሩ ካብ ጎንደር እዩ ካብ ጎንደር እዩ ዝመፀ ነይሩ በቃ ስኢሉ ሲቪልን ገዛዕን ኩሉ በቃ ዝጎርፍ ኩሉ በቃ እንዳተገደደ ይኣቱ ነይሩ። ያው ምንም ኣማራጭ የብልካን ሽዑ ኣብቲ ሽዑ ሰዓት ክተብል ኣይትኽእልን በቃ ያው ብጣዕሚ ኣኽሲርናዮ ሽዑ ኣብኡ ዝረገፈ ብጣዕሚ ክነግረካ ኣይክእልን ይሕዝን ብጣዕሚ የሕዝነካ እውን ብጣዕሚ ሽዑ ሙሉ ሙሉ ዳርጋ ደምሲስና ኢና ኔርና ንደሴ እንዳ ገስገስና ኣጋጣም ኣርማ ዓሰርተ ሓደ ሓንቲ ኮርያ ከይዳ ኔራ ካብዚኣ ተላዒልና ካብ ጸልምቲ ኢና ተላዒልና ደሴ ኣቲና ማነው ደሴ ጢጣ ኣቲና ካብ ጢጣ ኣጋጣሚ ጸላያዊ ነይሩ ኣጋጣሚ ሽዑ ኣይዕረፍናን ኣቲና ያው ቀጥታ ናብ ውግእ ኣቲና ሽዑ ድሕሪኡ ምስ እቲ ድፋዕ ሴርናዮ ደሴ ኮምቦልቻ ኣጋጣሚ ንሕና ኣብ ርኢና ኔርና ንሕና ያው ንሕና ተቐቢልናዮም ኣጋጣሚ ናይ ወድም ቤት እዮም ነይሮም ተቐቢልና ያው ቅድሚት ቅድሚት እናኸድና ኣብ ኣብ ከሚሴ መጀመርታ ድሮን ሸዓ ኣብ ከሚሴ እያ ዝጅምር ነይራ ሽዑ ድሮን ሸዓ ኣጋጣም ከምሲ ምስ ኣተና ምስዞም ናይ ኦነግ ተራኺብና ምስኦም ንእሽተይ ኣብኡ ተዓደቡ ብጣዕሚ ጽቡቅ ተቀቢልና ተቀቢልና ኣብሊዕና ኣስቲና ድሓር ንሕና ቀጺልና ናብ ስራሕና ቀጺልና ኣጋጠምታ ድሮን ሸዓ ያው ናይቶም ኦነግ ብታሕጓስ እንዳበሉ እናሃለዉ ድሮን ንእሽተይ ኣጥቂዓቶም ኣብ ንሕና ንቅድሚት ቀጺልና እንዳገሰስና ኣብ ካራ ቆሬ ትበሃል ቦታ ሽዓ ንእሽተይ ጸላኢ ኣብኡ እውን ሒዙ እስካዕ ሽዑ ግን እንዳጉየ ይኸድ ነይሩ ንሕና እውን ብጉያ ኢና ንኸ ነርና ድሓር ኣብኣ ንእሽተይ ድሮናት በዚሐን ንእሽተይ ክልተ መዓልቲ ዝኣክል ጸኒሕና ኣብኡ ብጣዕሚ ዝፈትዎም ብጾተይ እውን ሸዓ ዝሰኣንኩላ ሸዓ መዓልቲ እያ ነይራ ሕዳር ሕዳር ክልተ ክልተ ሽሕ ዓሰርተ ኣርባዕተ ማለት እዩ ሽዓ ናይ ቡድን መሳርያ ድማ ሓደ ሰብ እውን እንድሕር ተጎዲእካ ብጣዕሚ ከቢድ እዩ ናቱ መሳርሒ ኣሎ ብጣዕሚ ከቢድ እዩ ንሸከም ይኹን ንስታ ይኹን ብጣዕሚ ዝኸብደካ እና ዕለት ክልተ ንዓይ ብጣዕሚ ናይ ሓዘን መዓልቲ እያ ነይራ ድሮን እያ ኣጥቂዓትልና ያው ሓሙሽተ ብፆተይ ሸዓ ብሓደ ግዜ ስኢነ ብጣዕሚ እዩ ዘሕዝን ብጣዕሚ ተስፋታት ዝነበሮም ቆልዑ እዮም ነይሮም በጣም ድሮን ኣብ ውግእ ሰዓት እንዳሃለና ኣጥቂዓትና ብጣዕሚ ኣቢልና ተደናጊፅና ድሓር ተመዓራሪና ኣጋጣሚ ሽዑ ብጣዕሚ ከቢድ ስለ ዝነበረ ውግእ ሓያል ውግእ ስለ ዝነበረ ምሸት እያ ነራ ኣጋሚ ከምዚ ሓደ ሰዓት ገለ እዩ ነይሩ ተወቃዕሉ ድሓር ንእሽተይ ምልስ ኢልና ተመዓራሪና ካብኡ እዞም ብጾትና ኣጋጣሚ ካብታ ቡድን ናይ ቡድን መሳርሒ ሓሙሽተ እዮም ወዲቖምና ነይሮም ያው ሓመድ ንክነልብስ ኣነ ከም ባዕለይ ምሳይ ዝበልዑ ምሳይ ዝሰትዩ ስለ ዝነበሩ ባዕለይ ከይደ ኣብቲ ውግእ ሰዓት እንዳሃለወ ሓመድ ክነልብሶም ኣለና ኢልና ከይድና ኣጋጣሚ ሓሙሽተ ሰብ ኢና ከይድና ናቶም ብጾትና ሓመድ ኣልቢስናዮም ኣጋጣም ምልስ ክንብል ኣጋጣም ኣነ ሻዕ ተወቂዐ ሓደ ብጻይ ነይሩ ምሳይ ሓመድ ከልብስ ዝኸደ እውን ኣጋጣም ንሳ ትሰውኡ ኣባ ኣነ ተወቂዐ ሻዕ ኣካል ይጎዲለ ኣነ እውን ጸልማት ስለ ዝነበረ ያው እቶም ዝተረፉ ብጾትና ሒዞምና ወጺኦም ያው ምሸት ኣጋጣሚ ነይሩ ምስተም ንሕክምና ሽዑ ወጺና ኣጋጣሚ እውን የፈልጥ ነይራን ቀዳማይ ረድኤት ኣብ ከሚሴ ገይሮምልና ደሓር ብለይቲ ድሮን ትከታተልና ስለነበረ ሽፈር እንዳኣፀገዐ ንእሸ ድምፂ ብዝጠፈ ቁፅሪ እንዳኸደ ክትመፅእ ከላ እንዳተባበለ በቃ ብጣዕሚ ስቅያት ነይሩና ብኣግባቡ ኣይበፃሕናን ክብል ደልየ እዛ ድሮን እንዳሃለ ብጣዕሚ ረብሻትና

እና ናቶም እንዳሓሰብኩ በቃ ብጣዕሚ ተናዲደ ንባዕለይ ሽዑስ በቃ ቀልጢፈ ክምለስ ዝብል እዮ ክስታይ ነይሩኒ ኣይኮነን ሕክምና እየ ወዳእኹን ንእሸይ ፀኒሐ ኣጋጣሚ ዝኾነ ስምምዕ ተገይሩ ነይሩ ያው መልሲ ገይሮም ናህና እውን ያው መልሲ ምስ ገበሩ ሕክምና እየ ገይረ ካብ መቐለ እተን ኣሃዱታት እውን ናብ መፅኤን ነይረን እተን ናተይ ኣሃዱ ናብ ምዕራብ ግንባር እየ ኣጋጣሚ ናብ ሽረ መፅኤ ሕክምና ንእሽተይ ደሓን ኮይነ ድሕሪኡ በቃ ሕክምና እውን ሽዑ ምስ ትኽባን ዕፅዋን ብዙሕ ይነበረ ግን ብቻ ደሓን ኮይነ ሓደ ዓይነይ ኣብያትኒ ግን በቲ ሓንቲ ምንም ኩሉ ይከኣል እዩ ኢለ ድሓር መሰ ተመሊሰ ናብ ኣሃዱ ኣትየ ድሕሪኡ ኣሃዱ ተመሊሰ ኣትየ ፅቡቅ እናሰራሕና ኣብዚ ናይ መወዳእታ ነበረ ውግእ ብፀለምቲ ኢና ነርና ብጣዕሚ ፅቡቅ ያው ከም ቡድን መሳርያ ብጣዕሚ ፅቡቅ እናሰራሕና ፀኒሕና ኣነ እውን ንክሕከም ንክዕርፍ ይንገረኒ ነይሩ ሽዑ ኖእ ኣነ ካብ ብጾተይ ኣይፍለይን ኢየ ኢለ እስካዕ መወዳእታ ወጺኤ ማለት ኢዩ ኣብዚ ናይ መወዳእታ ያው ካብ ጸለምቲ ንሕና ውን ኣይወጻናን እስካዕ እታ ስምምዕ ፕሪቶርያ ትግበር ንሕና ካብ ጸለምቲ ኣይለቐቕናን ተከ ዘይሳገርናን ማለት እዩ ሓንቲ ኮርያ ኮር 111 እያ ኣብኣ እስካዕ ሕጂ ኣይለቐቕናን ማለት እዩ እስካዕ እታ ትፍጸም ብድሕሪ ስምምዕ እውን ሰለስተ ግዜ ውግእ ኣካይድና ኢና። ከስግረና ያው ይምኩር ነይሩ። ድሕሪ ስምምዕ እውን ተወሰኑ ከፊልና ኢና ኣኽፊልና ኢና ከፊልና ኢና ብጣዕሚ ተፅዕኖ ጌርና ኢና ሽዑ ብዘይ ምስጋርና ያው ናብዚ እኒና ልና ስምምዕ እውን ፀዲቑ ድሕሪኡ ያው ሰላም ምስ ኮነ ያው ኣቃናንስ ይገበር ተባሂሉ ኣጋጣ በቲ ጉድኣተይ ተሰናቢተ ሕጂ ናብ ቦታይ ተመልሰ ኣለኹ ማለት እዩ ነገር ያው ብፆቴ እውን ብጣዕሚ መራሕትና እዮም ብጣዕሚ ሓጊዞም ንሽዑ ቀትሪ ቀትሪ ደሓን እየ ማለት ዝዕገብልኒ ምስ መሳርያኦም ልምዲ ስለ ዝነበረኒ ምንም ምስ ብጻተይ ተሓጋጊዝና ኢና ንኸድ ኔርና። እቲ ለይቲ ብጣዕሚ እታ ትሽግረኒ ለይቲ እያ ኔራ። ለይቲ ምርኩስ ሒዘ እየ ዝኸድ። ኣዕሩኽተይ እዮም ሒዞምኒ ዝኸዱ። ጸልማት ብጣዕሚ ካብ ዓሰርተ ክልተ ሰዓት እኒኦ ክኸውን ከሎ ብጣዕሚ የሸግረለይ ኔሩ። ብጾተይ እዮም ሒዞምኒ ዝኸዱ ኔሮም። ምስኦም እንዳተሳለኹ እየ ዝኸድ ኔረ። ኣብቲ ቀትሪ ቀትሪ ክኸውን ከሎ ኣብቲ ትምህርቲ ይኹን ናይ ድሽካ ትምህርቲ ይኹን ገለ ይኹን ንእሽተይ ቅድሚኡ ስለ ዝነበረኒ ምስ ብጾተይ እንዳምሃርኩ እንዳበልኩ ብኡ እየ ሕግዝ ነይረ ከምቲ ናይ ቀደም ናብቲ ክስታይ ኣያተኹን ምስ ዝነበረኒ ግን መጉዳእቲ ያው እታ ለይቲ ለይቲ ግን ብጣዕሚ ብጾተይ ብጣዕሚ ሓጊዞምኒ እስካዕ ሕዚ ዘይርስዖም ቆልዑ ኣለዉ ብጣዕሚ በቃ ኣብ ሂወተይ ኣስተዋፅኦ ዝገበሩለይ ከም ምርኩስ ኮይኖም ዝመርሑኒ ቆልዑ ኣለዉ ብጣዕሚ እየ ዘመስግኖም ሕዚ ያው ተራ ማለት ሕክምና እስካ ወረፋ ኢና ሒዝና ኒና ሓንቲ ዓይነይ ምንም ኣይትሰርሕን እያ ነቲ ሓንቲ ዓይነይ ግን ምክልኻል ማለት ንሳ ዝኾነ ነገር ንኸይትብል እንዳተኸታተልክዋ ዘለኹ እስካዓ እቲ ግቡእ ሕክምና እቲ መንግስትና እውን ባዕሉ ሕክምና እስካዓ ዝገብረልና ንፅበይ ኢና ዘለና ያው እስካዓ እቶም ቅድሜና ኣለዉ ካባና ግድድ ዝበሉ ኣለዉ ንሶም ምስ ክዓ ዝውድኡ ያው ንጽበ ኣለና። ሕክምና ኣነ ብጣዕሚ የድልየኒ እዩ ሕጂ ያው እታ ዘላ እታ ኣብያ ዘላ እውን ክትምለሰለይ ይደሊ እየ እዛ ሓደ ናይ ኣፍንጫ ፀገም ኣለኒ ንእሽተይ ኣፍንጫይ ተዓፂኑ ኣሎ ብመጉዳእቲ ማለት እዩ ያው እዚኣ ሓንቲ ዓይኖም ለኪማትኒ ኢላ እና እዚአን ሕክምና ብጣዕሚ ቅልጡፍ የድልየኒ እዩ እና ተሓዋወርኒ ኣካላት ዝረክብ ያው ደስ ይብለኒ እና ኣነ ዝሕልፎ መልእኽቲ ያው ዝሓለፈ ሰለስተ ዓመት ብጣዕሚ ኣብ ኣስከፊ ሽግር ኢና ነርና ያው ቦቲሉ ቦቲሉ ክንደይ መላምል ተኸፊሎም ኣብዚ ሰላም በጺሕና ኣለና እና ነዛ ሰላም እዚኣ ዓቂብና ንክንከይድ ሕጂ ኩሉ በብድርሽኡ ክዋፃ እየ ዝብል ንስዋትና እውን ደበስ ደበስ ዝኾኖም ተዓዲ እንድሕር ከፍ ኢላ እንድሕር ናብ ልምዓት ናብ ክስታይ ከይዳ ክሪእዋ ከለዉ እዮም ንሶም እውን እፎ ኢሎም ክድቅሱ ዝኽእሉ እና ኣነ ዘመሓላልፋ ኣብ መንግስትና እውን ክርኤና ኣለዎ ብጣዕሚ ኣነ ከም ባዕለይ ዝሓን ምስ ቤተሰበይ ኣይተሰደድኩን ምስ ቤተሰበይ ዘለኹ ተሰዲዶም ከማይ ተሰናቢቶም ዝመፁ እውን ኣለዉ ብጣዕሚ ዝተጎድኡ ኣብ ምዕራብ ዝነበሩ ኣለዉ እና ንሶም ብጣዕሚ ኣብ ስከፊ እዮም ዘለዉ ንሶም ዝሕግዞም መንግስቲ እውን ቆላሕ ኢሉ ተዝሪኦም እዩ ዝብል ኣነ ብጣዕሚ ተሸግረሉ ምሳይ ዝመፁ ኣለዉ እስካዕ ሕይ ኣብ ሕማቕ ኩነታት ኣለዉ እና ዝኹለይ ዝኹለ ሽግር ኣሕሊፎም ንሰላም ኣምፅኦም ሕጂ ኣብ ሕማቕ እዮም ዘለዉ መንግስቲ እውን ቁሊሕ እውን ኣይበሎምን እና ንሶም ብፍሉይ ተዝረዩ እየ ዝብል ያው ኣጋጣሚ ኣነ ምስ ወለደይ ስለ ዘለኹ ናቶም ይብእስ እየ ዝብል ዘለኹ እና ንሶም ብፍሉይ ተዝረኣዩ በተለይ ኣይዲፒ እዮም ተቐሚጦም ዘለዉ ብጣዕሚ ኣብ ሽግር እዮም ዘለዉ ንሱም ተዝረኣየ ዝብል ሕጂ ዘለኹ ደረጃ ብጣዕሚ ምሸት ምሸት ብጣዕሚ እዩ ዘሸግረኒ ያው ሓንቲ ዓይነይ ብዘይ ምሕካመይ ነታ ሓንቲ ዓይነ እውን ብጣዕሚ ናብ ዝኸፈ ደረጃ እንዳኸደት ትኸደላ ፀልማት ክኾን ከሎ ሕጂ በቃ ክልቲኡ ዳርጋ ሓደ እዩ ዝኸውን እዩ ዝኾነኒ ዘሎ እና ያው ብግቡእ ኣብ ሰዓቱ ሕክምና ብዘይምርካብ እዩ ከምኡ ሳዕቤን ዝመፀኒ ዘሎ እና ቀልጢፈ ሕክምና ዝረኽበሉ ሆነ ተዝመቻቸወልይ ነይሩ ደስ ይብል ነይሩ